Básicamente porque, porque el, el 26 eh, ya me hacen la, la eutanasia. እዚ ናይ ኖሊያ ካስቲዮ ራሞስ ሓቀኛ ዛንታ ካብ ስፐይን ሓሊፉ ንመላእ ዓለም ኣደንጊጹ ዝርከብ ሓድሽ ሓበሬታ ወጺኡ ኣሎ። እዛ ካብ ባርሴሎና ዝኾነት ጓል 25 ዓመት መንእሰይ ኣብ ዝሓለፈ ሓሙስ ዕስራን ሽዱሽተን መጋቢት ብፍቓዳ ናይ ሞት ሓገዝ ክግበረላ እዩ። እዚ ንምብጻሕ ድማ ንልዕሊ ዕስራ ኣዋርሕ ዝቐጸለ ሕጋዊ መስርሕ ቃልሲ ክተካይድ ጸኒሓን ምስቶም ነዚ ውሳነ ዝተቓወሙ ስድራቤታን ክትገጥም ናይ ግድን ኮይኑ ጸኒሑ። እዚ ዛንታ ከምዚ እዩ ንእልያ ብሰላም ክትዓርፍ ተደልያ። እዛ ጓል ገና ጓል ዓሰርተ ሸውዓተ ዓመት እንከላ ግዳይ ብጉጅለ ዝተፈጸመ ጾታዊ ዓመጽ ኮይና ጸኒሓ። ድሕሪ እቲ ዘሕዝን ፍጻመ ድማ ካብ ሓምሻይ ደብሪ ህንጻ ርእሳ ደርብያ። ብተኣምር እኳ ካብ ሞት ብህይወት እንተደሓነት ክሕከም ዘይኽእል ናይ መላእ ኣካል ሽባ ኮይና ተሪፋ። እዚ ኩነታት ድማ ኣብ ዕስራ ዕስራን ኣርባዕተን ናይ ሞት ሓገዝ ክትረክብ ብሕክምናን ብቤት ፍርድን ተፈቒዱላ ጸኒሑ። ኩነታት ጥዕናኣ ኣዝዩ ኣሳቓሊ እዩ፣ እቲ ሽባ ካብ ሕቖኣ ንታሕቲ ክንቀሳቐስ ከም ዘይክእል እዩ ገይርዋ። ቀጻሊ ዝኾነ ከቢድ ናይ መትንታት ስቓይ እዩ ስዒቡላ፣ ብሰንኪ እዚ ድማ ንዓመታት ኣብ ፍሉይ ናይ ሕክምና ማእከል ተዓቚባ ጸኒሓ፣ መንበረ ስንኩላን እውን ትጥቀም። ሰብዓን ኣርባዕተን ፐርሰንት ክፋል ኣካላታ በዚ ጉድኣት እዚ ሽባ ኮይኑ ዘይንቀሳቐስ እዩ። እቲ ጉዳይ ዓሚቝ ማሕበራውን ሕጋውን ክትዕል'ሉ ጸኒሑ። እታ መንእሰይ ከም ዝገለጸቶ፣ ነቲ ብሰንኪ ጾታዊ ዓመጽን ውጽኢት እቲ ካብ ህንጻ ምውዳቕን ዝመጸ ጭንቀትን ኣካላዊ ስቓይን፣ ነዚ ናይ መወዳእታ ውሳነ ከም ትወስድ እዩ ገይርዋ። ኣብ መጀመርያ ሕቶኣ ብሕከምናዊ ትካላት ተቐባልነት ረኺቡ ጸኒሑ እዩ። እንተኾነ ግን ብክርስትያናዊ ትካላትን ብተቓውሞ ስድራቤታን ብምዝገፍ ነቲ መስርሕ ክዕገት ተገይሩ እዩ። ንሳ ድማ ከምዚ ትብል፣ ካብ ስድራቤተይ ሓደ'ኳ ናይዚ ውሳነ ደጋፊ የብለይን። ኣነ። ኣካል ናይቲ ስድራ ከም ዘይኮንኩ ክትብል ኑየልያ ምስ መራኸቢ ብዙሓት ኣብ ዝገበረቶ ቃለ መሕተት ትገልጽ። ምስ ሓደ ትካል ተለቪዥን ቀሪባ ድማ፣ ታሕጓስ ኣቦይን ኣደይን ካብ ስቓይ ናተይ ንላዕሊ ክስራዕ የብሉን ክትብል ኣምሪራ እያ ተዛሪባ። ኑየልያ ብቐሊሉ ብሰላም ክትከይድን ስቓያ ከብቅዕን ጥራሕ እያ ትደሊ። እዚ ሕጋዊ ቃልሲ እዚ ኣቦ ኑየልያ ቀንዲ ተቓዋሚ እቲ ውሳነ እዩ ነይሩ። ኣቦጋዱስ ክርስቲያኑስ ዝተባህሉ ክርስቲያናዊ ጠበቓታት ተደጊፉ፣ ነቲ መስርሕ ንምዕጋት ዝተፈላለዩ ናይ ይግባኝ ጥርዓናት ኣቕሪቡ ጸኒሑ። ብሰንኪ እዚ ድማ እቲ ጉዳይ ብቤት ፍርድታት እናተመላለሰ ንልዕሊ ክልተ ዓመት ዝኣክል ተደናጉዩ። እንተኾነ ግን ቤት ፍርዲ ካታሎንያ ነቲ ናይዛ መንእሰይ ውሳነ ድሕሪ ምጽናዕ፣ ናይ ስጳኛ ላዕለዋይ ቤት ፍርዲ እውን ነታ ግዳይ ናይ ሞት ሓገዝ ናይ ምርካብ መሰል ከም ዘለዋን፣ ተቓውሞ ኣቦኣ ክዓግቶ ከም ዘይኽእልን እውን ወሲኑ። ኣብ መወዳእታ ቤት ፍርዲ ስፐይን፣ ቅዋም እቲ ስድራ ቤት ዘቕርቦ ናይ መወዳእታ ጥርዓን ነጺጉ። እቲ ቃልሲ ናብ ቤት ፍርዲ ሰብኣዊ መሰል ኤውሮጳ እውን እውን በጺሑ። እቲ ቤት ፍርዲ እውን ነቲ መስርሕ ደው ንምባል ዝቐረበ ሕቶ ኣብ መጋቢት ዕስራ ዕስራን ሽዱሽተን ውድቂ ተገይሩ። እዚ ድማ ኖይለ ኣብ ዝሓለፈ ሓሙስ ዕስራን ሽዱሽተን መጋቢት ነቲ ናይ ሞት ሓገዝ መስርሕ ንኽፍጸመላ ዘኽእል